ላይክ ምግባር ጀምሮ። Chip Chipo Kafiri ምስጢር ናይ ዩትዩብ ብዝርዝር ዝሓዘ ትምህርቲ ኣብ ቀንዴል ኣካዳሚ ተዳልዩልኩም ኣሎ። ዩትዩብ ንምጅማርን ብሓጺር ግዜ ዕዉት ንምግባርን ካብ ቪድዮ ምድላው ጀሚሩ ቴክኒካትን ምስጢር ዩትዩብን ንምፍላጥ ብተወሳኺ ቪድዮ ኤዲቲንግ፣ ግራፊክ ዲዛይን፣ ፎሬክስ ትሬዲንግ ዝኣመሰሉ ኮርሳት ኣብ ቀንዴል ዳት ኮም ተዳልዩልኩም ኣሎ። ቀንዴል ዳት ኮም። ናይ መጀመርያ ሓበሬታ ጃልባ ብምግምጣላ ብዙሓት ስደተኛታት ሃለዋቶም ስኢኖም ዝብል እዩ። ኣስታት ሰላሳን ሓሙሽተን ስደተኛታት ጽዒና ናብ ሊብያ ዝተበገሰት ጃልባ ኣብ ከባቢ ደሴት ላምፐዱሳ ተገልቢጣ። ነቲ ሓደጋ ስዒቡ ሬሳ ናይ ሓደ ሰብ ከምኡ'ውን ዓሰርተ ሓደ ሰባት ብህይወት ክርከብ እንከሎ ናይቶም ዝተረፉ ሃለዋት ክፍለጥ ከምዘይተኻእለ ቤት ጽሕፈት ዩኒሴፍ ኣብ ጥልያን ትማል ሰንበት ምሕባሩ ሮይተርስ ጸብጺቡ። ኣብቲ ብዓርቢ ብሓለዋ ባሕሪ ጥልያን ኣብ ከባቢ ደሴት ላምፐዱሳ ዝተኻየደ ስርሒት ህይወት ኣድሕን በይኖም ዝጓዓዙ ዝነበሩ ኣርባዕተ ህጻናት ዝርከበዎም ዓሰርተ ሓደ ስደተኛታት ብህይወት ከምዝደሓኑን ሬሳ ናይ ሓንቲ ነብሰጾር ከምዝተረኽበን ኣብ ጣልያን ሓላፊት ዩኒሴፍ ኒኮላ ደል ኣርሲፕረርተ ንሮይተርስ ገሊጻ። እቶም ብህይወት ዝተረኽቡ ዓሰርተ ሓደ ሰባትን ሬሳ ናይ ሓንቲ ነፍሰጾርን ናብ ላምፓዱሳ ከም ዝተወስደ'ውን ክፍለጥ ተኻኢሉ ኣሎ። ሃለዋት ናይቶም ልዕሊ ዕስራ ስደተኛታት ግን ክፍለጥ ኣይከኣለን። እታ ጃልባ ኣብ ገማግም ባሕሪ ሊብያ ምስ ተበገሰት ድሕሪ ናይ ክልተ መዓልትታት ጉዕዞ ናብ ላምፐዱሳ ምስ ቀረበት ከም ዝተገልበጠት'ውን እታ ሓላፊት ንሮይተርስ ሓቢራ። ብሰንበት ኣብ ዝተገብረ ዳህሰሳ'ውን ሬሳ ናይ ክልተ ስደተኛታት ክርከብ እንከሎ፣ ዓሰርተ ኣርባዕተ ኣብ ሕማቕ ኩነታት ዝነበሩ ሰባት'ውን ብህይወቶም ከም ዝተረኽቡ ፖሊስ ጥልያን ኣፍሊጡ'ሎ። እታ ጃልባ ሰማንያን ሓሙሽተን ዜጋታት ፓኪስታን፣ ኤርትራን ሶማልን ጽዒና ከም ዝነበረት'ውን መደበር ዜና AGI ኣቃሊሑ'ሎ። እታ ጃልባ ካብ ላምፐዱሳ ኣስታት ሰላሳ ኪሎሜተር ርሒቓ'ያ ተረኺባ። እቶም ዓሰርተ ኣርባዕተ ኣብ ከቢድ ኩነታት ዝነበሩ ስደተኛታትን ክልተ ሬሳን ከኣ ሽዑ ንሽዑ ብሓለዋ ባሕሪ ጥልያን ተረኺቡ ናብ ሆስፒታል ተወሲዶም። ጸብጻባት ብውዱብ ኣገባብ ክስነድ ካብ ዝጀመረሉ ክልተ ሽሕን ዓሰርተ ኣርባዕተን ንማእከላይ ባሕሪ ኣቋሪጾም ናብ ኤውሮጳ ክኣትዉ ኣብ ዝፈተኑ ስደተኛታት እቶም ሰላሳን ክልተን ሽሕን ሸውዓተ ሚእትን ከምዝጠሓሉ ካብኣቶም ሓደ ካብ ሓሙሽተ ህጻናት ምዃኖም ኣብ ጥልያን ሓላፊ ዩኒሴፍ ኒኮላ ደል ኣርሲፕረተ ገሊጹ። ወሃቢ ቃል ኣይኦኤም ፍላቪዮ ዲ ጊያኮማ ብቀዳም ኣብ ኤክስ ኣብ ዝዘርግሖ ጽሑፍ'ውን ኣብዛ ገና ክትውዳእ ልዕሊ ክልተ ኣዋርሕ ተሪፍዋ ዘሎ ዓመተ ክልተ ሽሕን ዕስራን ሓሙሽተን ጥራይ ትሽዓተ ሚእትን ዓሰርተ ሽዱሽተን ስደተኛታት ኣብ ማእከላይ ባሕሪ ከምዝጠሓሉ ሓቢሩ። ናብ ካልእ ሓበሬታ ቤት መዘክር ሉቨር ተሰሪቑ ዝብል ሓበሬታ እዩ። ኣብ ማእከል ፓሪስ ኣብ ዝርከብ ቤት መዘክር ሉቨር ዝምታ ከም ዝተፈጸመ ሚኒስትሪ ባህሊ ፈረንሳ ኣፍሊጡ ኣሎ። ሉቨር ሓደ ካብቶም ፍሉጣት ቤት መዘክር ናይ ዓለምና እዩ። እቲ ሚኒስተር ፖሊስ ነቲ ክስተት ይምርምሮ ከም ዘሎ'ውን ኣፍሊጡ ኣሎ። ቤት መዘክር ሉቨር ብፍሉይ ምኽንያት ትማሊ ተዓጽዩ ከም ዝወዓለ ኣብ ኤክስ ጽሒፉ ኣሎ። ሚኒስትሪ ውሽጣዊ ጉዳያት ፈረንሳ ከም ዝሓበሮ ኣብ ኣቆጻጽራ ሰዓት እታ ሃገር ሰዓት ትሽዓተን ፈረቓን ናይ ንግሆ ብርክት ዝበሉ ውልቀ ሰባት ብሞስኮት ኣቢሎም ናብ ኣፖሎ ጋለሪ ኣትዮም ነቲ ሞስኮት እውን ከም ዝሰበርዎ እዩ ፅሒፉ ዘሎ። ሎረን ኑነዝ ኣብቲ ጉዳይ ዝተሳተፍኡ ሰለስተ ወይ ኣርባዕተ ሰረቕቲ ካብቲ ህንፃ ወፃኢ ኣብ ዝነበረት ናይ ፅዕነት መኪና መቐመጢ ኣቑሑ ከም ዝተጠቀሙ እውን ሓቢሩ ኣሎ። ሰበስልጣን ፈረንሳ ኣየኖት ኣቑሑ ከም ዝተወስዱ ብወግዒ ኣየረጋገፀን። ግን እቲ ዕላማ ዝኾነ ክንፊ ናይቲ ቤተ መዘክር ካብ ንጉሳዊ ሕሉፍ ታሪኽ ፈረንሳ ዝተረኽበ መጋየጽታትን ሃብትን ዝሓዘ እዩ ነይሩ። ሓደ ኣቕሓ ካብ ቤት መዘክር ወጻኢ ከም ዝተረኽበን እቶም ሰረቕቲ ኣብ ዝሃደሙሉ እዋን ከም ዝተደርበየን ሓቢሮም። ጋዜጣ ሊ ፓሪሰን እቲ ዝተወስደ ኣቕሓ ዘውዲ ናይ በዓልቲ ቤት ናፖልዮን ሳልሳይ ዝነበረ ዩጂኒ ክኸውን ከም ዝኽእል እውን ሓቢራ። እታ ጋዜጣ ሪጀርት ዳይመንድ ሚእትን ኣርባዓን ካራተ ዝምዘን ቀንዲ ሃብቲ ናይቲ ቤት መዘክር ከም ዘይተሰርቀ ገሊጻ ኣላ። እቶም ሰረቕቲ ናብ ውሽጢ ምስ ኣተዉ ክቡራት መጋየጺታት ሰሪቖም ድሕሪኡ ብሞተር ብሽክለታ ከም ዝሃደሙ'ውን ይገልጽ። ሚኒስትሪ ውሽጣዊ ጉዳያት ኑነዝ እቲ ዝምታ ሸውዓተ ደቒቕ ከም ዝወሰደ ይዛረብ። ዝርዝር እቶም ዝተሰርቁ ንብረት ንምፍላጥ ይስራሕ ኣሎ። እቶም ዝተሰርቁ ንብረት ካብ ንግዳዊ ዋግኦም ብዝሰገረ ማእለያ ዘይብሉ ታሪኻውን ባህላውን ዋጋ ከም ዘለዎም'ውን እቲ ሚኒስትሪ ይገልጽ። ቤት ጽሕፈት ዓቃባዊ ሕጊ ፓሪስ ኣብ ልዕሊ እቲ ገበን ንምፍጻም ዝተወደበ ስርቅን ገበናዊ ውዲትን ዝበሎ መርመራ ከም ዝኸፈተ ኣረጋጊጹ። ኣብ ሉቨር ስርቂ ወርቂ ከም ዝተፈጸመ እቲ መርመራ ብዘይሕጋዊ ምስግጋር ባህላዊ ኣቑሑ ዝቃለስ መርማሪ ኣገልግሎት ከም ዝድገፍ ሓቢሩ። ኣብቲ እዋን'ቲ ዝወረደ ጉድኣት ይግምገም ኣሎ ይብል ቤት ጽሕፈት ዓቃባዊ ሕጊ። ኣብቲ ቤት መዘክር ስርቂ ሳሕቲ ዘጋጥም እኳ እንተኾነ፣ ቅድሚ ሕጂ እታ ብልጽቲ ስራሕ ሊዮናርዶ ዳቪንቺ ዝኾነት ሞናሊዛ ካብቲ ቤት መዘክር ተወሲዳ ነይራ እያ። ኣብ ሽሕን ትሽዓተ ሚእትን ዓሰርተ ሓደን ሓደ ኢጣልያዊ ሰራሕተኛ ቤት መዘክር ነቲ ሽዑ ብህዝቢ ብዙሕ ተፈላጥነት ዘይነበራ ስእሊ ሞናሊዛ ትኽ ኣቢሉ ካብ መንደቕ ሓደ ጽምው ዝበለ ጋለሪ ድሕሪ ምልዓሉ ኣብ ትሕቲ ካቦቱ ሒዝዋ ከይዱ። ስእሊ ሞናሊዛ ድሕሪ ክልተ ዓመት ኣብ ፍሎረንስ ተረኺባ ናብ ፓሪስ ተመሊሳ። እቲ ገበነኛ ድሒሩ እታ ብልጽቲ ስእሊ ሊዮናርዶ ዳቪንቺ ንጣልያን'ያ ትግባእ ብዝብል እምነት ከም ዝተደፋፍአ ገሊጹ ነይሩ። ናብ ካልእ ሓበሬታ ኣብ ዓበይቲ ከተማታት ኣሜሪካ ንትራምፕ ዝቃወሙ ሰልፍታት ተኻይዱ። ኣብ መላእ ከተማ ኣሜሪካ ኣንጻር ዶናልድ ትራምፕ ተቓውሞ ይካየድ ኣሎ። እዞም ኣብ ኒው ዮርክ፣ ዋሽንግተን ዲሲ፣ ቺካጎ፣ ሚያምን ሎስ ኣንጀሎስን ዝርከቡ ከተማታት ዝካየዱ ዘለዉ ሰልፍታት ተቓውሞ ንፖሊሲታት ትራምፕ ዝቃወሙ እዮም። እቲ ብቀዳም ዝጀመረ ኣብ ኒው ዮርክ ኣብ ዝርከብ ታይምስ ስኩዌር ዝተኻየደ ሰልፊ ብኣሽሓት ዝቑጸሩ ሰባት ተሳቲፎምሉ። ጎደናታትን መእተዊ ባቡርን ትሕቲ መሬትን፣ ዴሞክራሲ እምበር ንግስነት ኣየድልየናን እዩ፣ ከምኡ'ውን ቅዋም ኣማራጺ ኣይኮነን ዝብሉ ጭርሖታት ብዝሓዙ ሰልፈኛታት ተዓጽዮም ተራእዮም። ቅድሚ እቲ ሰልፍታት፣ መሻርኽቲ ትራምፕ ነቶም ሰልፈኛታት ምስ ምንቅስቓስ ሕሉፍ ጸጋማዊ፣ ኣንቲፍ፣ ርክብ ኣለዎም ክብሉ ከሲሶም፣ ነቲ ሰልፊ ድማ ኣሜሪካ ናይ ምጽላእ ሰልፊ ክብሉ ኾኒኖሞ ነይሮም። ይኹን እምበር እቲ ተቓውሞ ኣብ ኣሜሪካ ጥራይ ዝተሓጽረ ኣይነበረን። ኣብ መላእ ኤውሮጳ ሰባት ምስ ኣሜሪካውያን መዘንኦም ምትሕብባር ኣብ ዘርእይሉ ዝነበሩ እዋን፣ ኣብ በርሊን፣ ማድሪድ፣ ሮማን ዝኣመሰሉ ሰልፍታት ተኻይዱ ነይሩ። ኣብ ለንደን ሓያሎ ኣማኢት ሰልፈኛታት ኣብ ደገ ኤምባሲ ኣሜሪካ ተረኺቦም። ኣብ ቶሮንቶ ተመሳሳሊ ሰልፍታት ተራእዩ። ኣብ ጥቓ ቆንሱል ኣሜሪካ ዝነበረ ሰልፈኛታት፣ ኣእዳውካ ካብ ካናዳ ኣልዕል ዝብሉ ጭርሖታት ሓዊሱ ዝተፈላለዩ ጭርሖታት ዝሓዙ ሰልፈኛታት ነይሮም። ኣብ ሓያሎ ግዝኣት ኣሜሪካ ዝርከቡ ኣመሓደርቲ ሪፓብሊካን ቅድሚ እቲ ተቓውሞ ንወተሃደራት ሃገራዊ ሓለዋ ኣብ ድሉው ኩነታት ክጸንሕ ገይሮም ነይሮም። ናብ ቃል ኣብ መወዳእታ ኣገዳሲ ዝበልኩዋ ሓበሬታ ክነግረኩም። ምስዚኣ ተመሳሳሊት ኣብ ዝሓለፈ እዋን ውን ነጊረኩም ኔረ ብዛዕባ ስክሪን ከምጽኦ ዝኽእል ንዓይንና ከምጽኦ ዝኽእል ጉድኣት ነጊረኩም ኔረ እዚኣ ከኣ ተመሳሳሊት ሓበሬታ እያ ሞባይል ዘስዕቦ ጉድኣት ክሳብ እዚ ቀረባ እዋን ማኩለር ናይ ዓይኒ ኣብ ኣረጋውያን ጥራይ ከም ዝረኣ ክኢላታት ዓይኒ ይዛረቡ ኔሮም እንተኾነ ግን ኣብዚ ቀረባ እዋን ግን ኣብ ክሊ ዕድመ ሰላሳ ክሳብ ኣርብዓ ዝዕድሚኦም መንእሰያት ናይ ዕውረት ናብ ዕውረት ዘምርሕ ማኩለር ዲጀነሬሽን ዝተብሃለ ሕማም ይሳቐዩ ከም ዘለዉ ዋና ዳይረክተር ሆስፒታል ዓይኒ ሲንጋፖር ፕሮፌሰር ሊ ሊ ገሊጻ ኣላ። ምኽንያት ናይዚ ድማ ብዙሓት ሰባት ብለይቲ መብራህቲ ኣጥፊኦም ሞባይል ብምውላዕ ወይ ሞባይል ብምጥቃም ዝመጽእ ዘሎ ሕማም እዩ። ሞባይሎም ኣብ ጸልማት ንሰላሳ ደቒቕ ዝኣክል ሞባይልካ ምጥቃም ናብዚ ዓይነት ሕማም ወይ ከኣ ንድሕሪት ዘይምለስ ጉድኣት ከስዕብ ከም ዝኽእል ፕሮፌሰር ገሊጻ ኣላ። እዚ ከኣ ንሕማም ካትራክት ጥራይ ዘይኮነ መንሽሮ ዓይኒ እውን ከስዕብ ከም ዝኽእል እዩ ተገሊጹ ዘሎ። ስለዚ ጥንቃቐ ንኽትገብሩ እየ ኣብ መወዳእታ ነዚኣ ሓበሬታ እዚኣ ኣምጺኣያ ዘለኹ። ልዕሊ ሰላሳ ደቒቕ ዝኣክል ብሓፈሻ ንውሑድ ደቓይቕ እውን ኣብ ሞባይልካ ኣብ ግዜ ጸለማት ምጥቃም ወይ ስክሪን ምርኣይ ዘምጽኦ ሳዕቤን ወይ ዘምጽኦ ሕማም እዚ ይመስል።
ምስጢር ናይ ዩትዩብ ብዝርዝር ዝሓዘ ትምህርቲ ኣብ ቀንዴል ኣካዳሚ ተዳልዩልኩም ኣሎ። ዩትዩብ ንምጅማርን ብሓጺር ግዜ ዕዉት ንምግባርን ካብ ቪድዮ ምድላው ጀሚሩ ቴክኒካትን ምስጢር ዩትዩብን ንምፍላጥ ብተወሳኺ ቪድዮ ኤዲቲንግ፣ ግራፊክ ዲዛይን፣ ፎሬክስ ትሬዲንግ ዝኣመሰሉ ኮርሳት ኣብ ቀንዴል ዳት ኮም ተዳልዩልኩም ኣሎ። ቀንዴል ዳት ኮም።